ሰላም ንዓኻትኩም ይኹን ንኹልኻትኩም ተኸታተልቲ እዚ መደብ እዚ እዚ ብኤልሻዳይ ኣፖስትሊክ ሚሽን ዝተሓላለፍ ናይ ያው ቃል መደብ እዩ ሎሚ ድማ ነቲ ኣብ መልእክቲ እብራውያን ምዕራፍ 11 ቁፅሪ 6 ዘሎ ክፍሊ ፅሑፍ ብምንባብ ዓስቢ ዝህብ ኣምላኽ ብዝብል ኣርእስቲ ናይ ሎሚ መልእኽትና ክንርኢ ኢና። ኣብቲ ክፍሊ ጽሑፍ ከም ዝብል ናይ እግዚኣብሔር ቃል ኢና ነንብብ፣ እብራውያን ምዕራፍ ዓሰርተ ሓደ ቁጽሪ ሽዱሽተ በዘይ እምነት ግና ንኣምላክ ከስምርዎ ኣይከኣልን እዩ፣ እቲ ናብ ኣምላክ ክመጽእ ዝደሊ ንሱ ከም ዘሎን ንቶም ዝደልይዎ ዓስቢ ከም ዝቦም እውን ክኣምን ይግብኦ እዩ ይብል። ኣብ ዘንበብናዮ ክፍሊ ጽሑፍ እቲ ናይ ዕብራውያን ጸሓፊ ኣብቲ ምዕራፍ ዓሰርተ ሓደ ብሰፊሑ ብዛዕባቶም ኣብቲ እግዚኣብሄር ዝሃቦም ዘመን ኣብቲ እግዚኣብሄር ዝሃቦም ዓመታት ምስ እግዚኣብሄር ብእምነት ዝተመላለሱ ብእምነት ዝሰጎሙ ብእምነት ዝነበሩ ብእምነት ዘገልገሉ ብእምነት ድማ ንእግዚኣብሔር ዘስመርዎ ሰባት ካብ ኣብየል ጀሚሩ ብዙሕ ዘርዚሩ ጽሒፍልና ኣሎ ስለዚ ብክንዲ እዚኦም ዝኣክል ምስክር ደበና ተኸቢብና ኣለና ከም ዝበለ እቲ ምዕራፍ ዓሰርተ ክልተ እዚኣቶም ኣብ ህይወትና ምሳሌ ክኾኑና ዝኽእሉ ኣርኣያ ክኾኑና ዝኽእሉ ንጥቕምና ተባሂሉ ድማ ህይወቶምን ናብርኦምን ምስ ኣምላኽ ዝተጓዓዝዎ ጉዕዞ ኩሉ ተተሪኽልና ኣሎ ኣብቲ ቅዱስ ቃል ስለዚ ንዓና እውን መልእኽቲ ኣለዎ ማለት እዩ ስለዚ ኣብዚ ቁፅሪ ሽዱሽተ ክዛረብ ከሎ በዘይ እምነት ግና ንኣምላክ ከስምርዎ ኣይከኣልን እዩ እዚኦም ኩሎም ድዘርዘሮም ናይ እምነት ኣቦታት ናይ እምነት ኣዴታት እውን ኣብኡ ደቂ ተባዕትዮ ጥራይ ኣይኮኑን ተጠቒሶም ዘለዉ ደቂ ኣነስትዮ እውን ኣለዋ ስለዚ እዞም ሰባት እዚኣቶም ኩሎም ንኣምላኽ ደስ ዘበልዎ ንኣምላኽ ዘስመርዎ ምስ ሓሳቡ ምስ ፍቓዱ ምስ ዕላምኡ ዝተሰማምዑ ብእምነት እዩ ኢሉ ደጋጊሙ ኣብቲ ምዕራፍ ዓሰርተ ሓደ ተዛሪቡ ኣሎ። እምነት ምስ መንፈሳዊ ዓለም እንራኸበሉ መሳርሒ እዩ። ስለዚ በዘይ እምነት ሓደ ሰብ ምስ እግዚኣብሔር ክራኸብ ኣይክእልን። ምስ እግዚኣብሔር ክራኸብ ኣይክእልን ምዝ ጉዙፍ ዓለም ምዝ ዝርእ ዓለም ምዝ ዝጭበጥ ዓለም በቶም ሓሙሽተ ህዋሳትና ኢና ንራኸብ ወይ ኮሚኒኬት ንገብር ምስኣቶም ድማ ንድህስሶምን ህላዊኦም ንርዳእ፣ ብምርኣይ፣ ብምስማዕ፣ ብምጥዓም፣ ብምሽታት፣ ብምድህሳስ ምስዚ ግዙፍ ዓለም ክንራኸብ ከለና ምስቲ ዘይረኤ ዓለም ምስ እግዚኣብሄር ግና ብእምነት ኢና ንራኸብ። ስለዚ እዩ እቲ ናብ ኣምላክ ክመጽእ ዝደሊ ዝብል ዘሎ። እቲ ናብ ኣምላክ ክመጽእ ዝደሊ ዝብል ዘሎ ምስ እግዚኣብሔር ከራክበና ዝክእል መንፈሳዊ ሓይሊ እምነት ከም ዝኮነ እዩ ዝዛረብ ዘሎ እቲ ናብ ኣምላክ ክመጽእ ዝደሊ ምስ በለ ንሱ ከም ዘሎ ይብል መን እግዚኣብሔር ከም ዘሎ ስለዚ ምስ እግዚኣብሔር ሕብረት ክትጅምር ትኾንካ ብእምነት ኢኻ ትጅምር ብህላዊኡ ክትኣምን ክትክእል ኣላ ንሱ ከም ዘሎ እቲ ዩኒቨርስ ዝፈጠረ ኣምላኽ ፀሓይ ወርሒ ከዋኽብቲ ፕላኔታት ዓለማት ዝርእን ዘይርእን ዝፈጠረ ኣምላኽ ንሱ ከም ዘሎ ዝፈጠረ ጥራይ ዘይኮነስ ደመሓድሮም ዘሎ ዘንብሮም ዘሎ ዝቆጻጸሮም ዘሎ ሕጂ እግዚኣብሔር ህልው ምዃኑ ኣብ ሓደ እዋን ዝነበረ ኣብ ሓደ እዋን ተራእዩ ዝጠፍአ ጥራይ ዘይኮነስ ሕጂ እውን ዘሎ ንሱ ከም ዘሎ ይብላ መን እቲ ዓለማት ዝፈጠረ ኣምላኽ በርከብቲ ቁፅሪ ሰለስተ ልዕሊ ኢልና እንድሕር ኣንቢብናዮ ከምኡ እዩ ዝብል ዓለም ብቃል ኣምላክ ከም እተፈጥረት ከምኡ እውን እቲ ዝረአ ካብ ዘይረአ ከም ዝኾነ ብእምነት ነስተውዕሎ ኣለና እዩ ዓለም ብቃል ኣምላክ ከም እተፈጥረት ወይ ድማ ዓለማት ኩሎም ፕላኔታት ብቃል እግዚኣብሄር እዮም ተፈጢሮም ማለት ባዕሎም ኣይኮኑን መፅኦም ጅማሬ ኣለዎም ዝፈጠሮም ኣካል ኣሎ ፈጣሪ ኣሎ እዩ ዝብል ዘሎ ንሱ ከም ዘሎ ዝብል ዘሎ እቲ ዓለማት ዝፈጠረ ኣምላኽ ብዛዕባ እዩ ዝዛረብ ዘሎ ስለዚ ባዕሎም ኣይኮኑን ኣብ ሓደ እዋን መፅኦም እንታይ ደኣ ብልዑላዊ ፍቓድ ናይ ኣምላኽ እዮም ተፈጢሮም ስለዚ እዚ ዝረአ ዓለም ካብቲ ዘይርእ ዓለም ከም ዝመፀ ብእምነት ነስተውዕል ኣለና ዝፈጠሮም ኣካል ኣሎ ንሱ ድማ ኣምላኽ እዩ ዝብል ዘሎ ይውን እናበለ ኣምፅዎም ብቃሉ እዩ ፈጢርዎም ንሱ በለ ኮነ ድማ ይብል ንሱ ኣዘዘ ቆመ ድማ ይብል ስለዚ ይኹኑ እናበሉ ዝፈጠሮም ኣካል ኣሎ ብርሃን ይኹን በለ ብርሃን ድማ ኮነ ይብል ስለዚ ንሓሳቡ ንፍቃዱ ዝተቃወሞ ፍጥረት የለን ኩሎም ተኣዚዞሞ እዮም ይኹን ክብል ከሎ ኮይኖም እዮም ካብ ዘይምንባር ናብ ምንባር መፅኦም እዮም ካብ ዘይምህላው ናብ ምህላው ናብ ጋህዲ ዓለም ብቃሉ ኣምጺዎም እዩ ስለዚ ብቃሉ ጥራይ ፈጢርዎም ዘይኮነ ድማ ብቃሉ ድማ ተጼሮም ኣለዉ እዩ ዝብለና ናይ እግዚኣብሄር ቃል ቃሉ ድማ ተሸኪምዎም ኣሎ ይብል ስለዚ እዚ ዝገበረ ኣምላኽ እቲ ህልው ኣምላኽ ከም ዘሎ ሕጂ እውን ህያው ከም ዝኾነ ከም ዝዓይ ከም ዝሰርሕ እግዚኣብሄር ንሙሴ ኣብቲ ከረን ምስ ተገልጸሉ ሙሴ ናብ ግብጺ ናብ ቤት ፈርኦን ክልእኸካ እየ ምስ በሎ ንቲ ኣብኡ ዘሎ ህዝበይ ድማ ሓራ ከተውጽእ ኢኻ ምስ በሎ መን ይልኢኽካ እንተበሉኒ ስምካ መን እዩ ኢልዎ እግዚኣብሔር ሽሙ ክነግሮ ከሎ እቲ ዘለኹ እየ ዘለኹ ልኢኽኒ በሎም ኢሉ ስለዚ እግዚኣብሔር ናይ ሕሉፍ ኣምላኽ ጥራይ ኣይኮነን ዘሎ እዩ ኩሉ ግዜ ኣብ ኩሉ ዘመን ህልው እዩ ህልው እዩ ሕጂ እውን ህይወትና ዝቆፃፀር ናብራና ዝቆፃፀር መፃኢና ዝቆፃፀር ዓለማት ዝቆፃፀር ንሱ እግዚኣብሄር እዩ ንሱ እግዚኣብሄር ህልው እዩ ህልው እዩ እቲ ዘለኹ እየ ልኢኽኒ በሎም ኢሉ ስለዚ እግዚኣብሄር ዘሎ እዩ ተዚ ናይ ዕብራውያን ጸሓፊ እንታይ እዩ ዝብል ዘሎ እቲ ናብ ኣምላክ ክመጽእ ዝደሊ ዝኾነ ይኹን ሰብ ናብ ኣምላክ ክመጽእ ዝደሊ ምስ ኣምላክ ሕብረት ክገብር ዝደሊ ምስ ኣምላክ ክጓዓዝ ዝደሊ ምስ ኣምላክ ክመላለስ ዝደሊ ምስ ኣምላክ ክነብር ዝደሊ ምስ ኣምላክ ክነብር ዝደሊ ንሱ ከም ዘሎ ሕጂ ህልው ከም ዝኾነ እዩ ሕጂ ህልው ከም ዝኾነ እዩ ንቶም ዝደልይዎ ድማ ዝብል ቃል ኣሎ ንመን ንቶም ዝደልይዎ ድማ እግዚኣብሔር ናይ ዝደልይዎ እዩ እኮ ገርመኩ እግዚኣብሔር ተደልዩ ዝርከብ ኣምላኽ ሓደ ሰብ እኳ ኣብ ህይወት ዘመነይ ንእግዚኣብሔር ደለየሲ ፈፂመ የረኸብክዎን ስኢነዮ ክብል ዝኽእል የለን እግዚኣብሔር ንዝደልይዎ ዝርከብ ኣምላኽ እግዚኣብሔር ነቶም ዝደልይዎ ብሓቂ ንትደልዮ ነፍሲ እግዚኣብሔር ቀረባ እዩ ማለትና ኮይና ንእግዚኣብሔር እንድሕር ደሊናዮ እግዚኣብሔር ዝርከብ ኣምላኽ እዩ ንዝደልይዎ ሓሳቡ ዝገልጸሎም ፍቃዱ ዝገልጸሎም ዕላምኡ ዝገልጸሎም እዩ ስለዚ ኣብ ህይወትና ናይ እግዚኣብሔር ፍቃድ ናይ እግዚኣብሔር ዕላማ ከምርዳእ እንድሕር ደሊና ናይ መውለዲናን ናይ መፍጠሪናን ዕላማ ምስኡ ስለ ዘሎ ንዕኡ እንድሕር ሓቲትናዮ ንሱ ዝርከብ ኣምላኽ ስለ ዝኾነ ሓሳቡን ፍቃዱን ክገልጸልና ይኽእል እዩ ንቶም ዝደልይዎ ግን ብል ኣሎ ንመን ንቶም ዝደልይዎ ብምሉእ ፍቃዶም ብምሉእ ድልየት ዝደልይዎ ንዕኡ ጽምዓት ዘለዎም ንዕኡ ድልየት ዘለዎም ፍቃዱ ምኽሩ ሓሳቡ ዕላምኡ ኣብ ህይወቶም ክግለጽ ዝደልዩ ዝደልይዎ ዝደልይዎ ማለትና ኮይና ንእግዚኣብሔር ኣብ ህይወት ዘመንና እንድሕር ደሊናዮ እግዚኣብሔር ዝርከብ ኣምላኽ እዩ ርእሱ ዝገልጽ ኣምላኽ እዩ እግዚኣብሄር ናይ ርሑቕ ኣምላኽ ጥራይ ኣይኮነን እግዚኣብሄር ናይ ቀረባ ኣምላኽ እውን እዩ ማለት ፈጺምካ ደሊኻዮስ ዘይትረኽቦ ኣይኮነ እግዚኣብሄር ዓብ ክንሱ ስልጡን ክንሱ በእምሮ ሰብ ድማ ዘይብፅሓን ዘይምርመርን ክንሱ እንተኾነ ግን ንዝደልዎ ርእሱ ዝገልጽ ኣምላኽ ንዝደልዎ ርእሱ ዝገልጽ ኣምላኽ እግዚኣብሔር ቀረባ እዩ ይብለና ፍሊጵ ራብዓይ ምዕራፍ እግዚኣብሔር ቀረባ እዩ ይብል ስለዚ እንድሕር ደሊኻዮ ሲ ትረኽቦ ኢኻ ማለት ናይ ርሑቕ ኣምላኽ ጥራይ ኣይኮነን እግዚኣብሔር ንዝደልዎ ርእሱ ዝገልጽ ኣምላኽ ምዃኑ እዩ ቅዱሳት ጽሑፋት ዝነግረና። ነቶም ዝደልይዎ ዓስቢ ከም ዝህቦም ክኣምን ይግብኦ እዩ። ዓስቢ ዝህብ ኣምላካ እዩ። ዋው ዓስቢ ማለት ደሞዝ ማለት እዩ። እግዚኣብሔር ዓስቢ ዝህብ ዋጋካ ዝኸፍል ኣምላኽ ዓመፀና ኣይኮነን። እግዚኣብሔር ዋጋ ዝኸፍል ዶሞዝ ዝኸፍል ኣምላኽ ስለዚ ንዕኡ እንድሕር ደሊናዮ ንሱ ዝርከብ ኣምላኽን ዓስቢ ዝህብ ኣምላኽን እዩ ዘተኣማምን እዩ ማለት እዩ ዓስቢ ዝህብ ኣምላኽ ዋጋ ዝኸፍል ኣምላኽ እዩ ይብላ ሓደ እዋን ንኣብርሃም ኣብቲ ምዕራፍ ዓሰርተ ሓሙሽተ ዘፍጥረት ቁፅሪ ሓደን ክልተን ክንሪኦን ከለና እግዚኣብሄር ቃል ክልእኸሉ ከሎ ንርኢ እቲ ዝለኣኸሉ ቃል እንታይ እዩ ዝብል እንድሕሪና ዘፍጥረት ምዕራፍ ዓሰርተ ሓሙሽተ ኣብቲ ቁፅሪ ሓደ ከምዚ ይብል ድሕሪ እዚ ነገር እዚ ቃል እግዚኣብሔር ብራእይ ከምዚሉ ከምዚሉ ናብ እብራም መፀ ይብል ዋው ሎሚ ቃሉ ናብ ህይወትኩም ይምፃ ቃል እግዚኣብሔር ይመፅእ እኮ ቃል እግዚኣብሔር ይመፅእ ክመፅእ ከሎ ድማ ኣብ ህይወትና ዝዓዮ ዝሰርሖ ነገር ኣሎ ንምንታይ እቲ ቃል ህያው ህያውን መስለጥን እዩ ይብል ሰስርዑ ከይሰርሐ ከይዓየየ ኣብ ህይወትና ብኾንቱ ኣይምለስን እዩ ስለዚ እዩ ድሕሪ እዚ ነገር እዚ ቃል እግዚኣብሄር ብራእይ ከምዚ ኢሉ ናብ እብራም መፀ ይብል ቃሉ ናብ ህይወትና ክመፅእ ከሎ ብእውነት ኣብ ሂወትና ዝዓዮን ድሰርሖን ነገር ኣሎ ቃሉ ናብ ሂወትኩም ይምጻእ ቃሉ ናብ ቤትኩም ይምጻእ ቃሉ ናብ ሰፈርኩም ይምጻእ ቃሉ ናብ ምእታውኩምን ምውጻኹምን ይምጻእ ቃሉ ናብ ሕቶኹም ይምጻእ ቃሉ ምስ መጸ ዝኸውን ነገር ኣሎ ቃሉ ናብ ያዕቆብ ለኣኸ እዚ ድማ ኣብ እስራኤል ወደቐ ይብል ቃል ዝመጸሎም ሰባት ህይወቶም ተለዊጡ እዩ ቃል ዝመጸሎም ሰባት ይዕንቶ እምበር እዩ። ቃል ዝመጸሎም ሰባት መለኮታዊ ፈውሲ ረኺቦም እዮም። ቃል ዝመጸሎም ሰባት ተናጊፎም እዮም። ቃል እግዚኣብሔር ዝመጸሎም ሰባት ኣብ ህይወቶም ሓርነት መጺኡ እዩ። ቃል ዝመጸሎም ሰባት ካብ እግዚኣብሔር ኣብርሆት ረኺቦም እዮም። ቃል እግዚኣብሔር ከምዚ ኢሉ ናብ ኤርምያስ መጸ ይብል ቃል እግዚኣብሔር እንድሕር መፂ ኣብ ህይወትካ ህይወትካ ዘለኻዮ ኩነታት ከም ቀደም ኣይከውን እዩ ንምንታይ ቃል እግዚኣብሔር ህይወት ሰብ ናይ ምልዋጥ ሓይሊ ኣለዎ ንምንታይ ብመንፈስ ቅዱስ ሓይሊ ዝተመልዐ እዩ ስለዚ ናብ ህይወትና ፈውሲ ሒዙ ይመፅእ ተኣምራት ሒዙ ይመፅእ ሰላም ሒዙ ይመፅእ ደስታ ሒዙ ይመፅእ ሓርነት ሒዙ ይመፅእ መልሲ ሒዙ ይመፅእ ቃሉ ናብ ህይወትና ክመጽእ ከሎ ዝመጽእ ለውጥን ተሓድሶን ኣብ ህይወትና ኣሎ ስለዚ ኣብርሃም ኣብ ሕማቅ ኮነታት ኣብ ዝነበረሉ ብፍርሒ ተዋሒጡ ብጭንቀት ተዋሒጡ ኣብ ዝነበረሉ ሰዓት እዩ ናይ ልዑል ናይ እግዚኣብሄር ቃል ናብ ሰፈሩ መፅዩ ክብሪ ንእግዚኣብሄር እዩ ቃል እግዚኣብሄር መለኮታዊ ሓይሊ ዘተመልአ እዩ ፍርሓቱ ዝቕንጥጥ ጭንቀቱ ዘልዕል ታሪኹ ዝልውጥ ተስፍኡ ዝሕድስ መጻኢኡ ዘለምልም ናይ ልዑል ናይ እግዚኣብሔር ቃል ናብ ሰፈሩ መጽዩ ስለዚ እዩ ድሕሪ እዚ ነገር እዚ ድማ ቃል እግዚኣብሔር ብራእይ ከምዚ ኢሉ ናብ ኣብራም መጸ ዝብል ክብሪ ንእግዚኣብሄር ይኹን እንታይ ኢልዎ እንታይ ኢልዎ ኣብራም ኣይትፍራህ ዋልታኻ ኣነ እየ ዓስብኻ ኣዝዩ ክበዝሕ እዩ ዋው ድዛረብ ዘለኩ እግዚኣብሔር እዩ እግዚኣብሔር እንድሕር ተዛሪቡ ድማ ይኸውን እዩ በቃ ይዛረብ ጥራይ እግዚኣብሔር ንሱ በለ ኮነ ድማ ተባሂሉ ከም ተጻሕፈ ንሱ ኣዘዘ ቆመ ድማ ተባሂሉ ከም ዝተነግረ እግዚኣብሔር ይዛረብ ጥራይ ተዛሪቡ እንታይ ኢልዎ ኣብራም ኣይትፍራሕ ኢልዎ ንምንታይ ዘይፈርሕ ዘፍርሕ ነገር ኣብ ህይወተይ ብዙሕ ነገር እናሃለወ ንምንታይ ዘይፈርሕ ክብል ከሎ ደዛረቦ ዘሎ ኣምላኽ ኩሉ ዝኽእል ኣምላኽ ኤልሻዳይ ኣምላኽ ዓለማት ዝፈጠረ ኣምላኽ እዩ ዋው እቲ ንሰብ ዝሕይሎስ ንዑ ኣይሕይሎን እዩ እቲ ንሰብ ዝብርትዖስ ንዑ ኣይብርትዖን እቲ ንሰብ ዘይከኣሎስ ኣብኡ ቀሊል እዩ ስለዚ እዩ እግዚኣብሄር ኣብ ገዛእ ርእሱ ተኣማሚኑ ስለ ዝዛረብ ኣብራም ኢልዎ ኣብየት ተበለ ኣይትፍራሕ ኢልዎ ርኢኹም ንሰብ ዘፍርሕ ኣብ ህይወቱ መዓልታዊ ብዙሕ ነገራት እዩ ህይወትና ብፍርሒ ተዋሒጡ ክንነብር ከነፍቅድ ኣይግባኣናን ፍርሒ ሕማቅ ስምዒት ጥራይ ኣይኮነን ፍርሒ መንፈስ እዩ ፍርሒ ዝዓበየ ናይ ዲያብሎስ መሳርሒ እዩ ስለዚ ፍርሒ ተቆፃፂርካ ማለት ዲያብሎስ ክቆፃፀሮ ንህይወትካ ተፍቅድ ኣለኻ ማለት ፍርሒ ኣንፃር እምነት እዩ ፍርሒ ኣንጻር እምነት እዩ። እቲ ቀዲምና ዘንበብናዮ እቲ ናብ ኣምላክ ክመጽእ ዝደሊ ንሱ ከም ዘሎ ንቶም ዝደልይዎ ድማ ዓስቢ ከም ዝቦም ክኣምን ይግብኦ እዩ ዝበለ ክኣምን ይግብኦ እዩ ዝብል ስለዚ ፍርሒ ኣንጻር እምነት እዩ። እምነት ኣብ ዘለዎ ፍርሒ የለን። ፍርሒ ኣብ ዘለዎ ድማ እምነት የለን። ክልቲኦም ሓቢሮም ኣይሓድሩን እዮም። ንፍርሒ እንስዕረሉ ኣፅዋር እውን እምነት እዩ። ህይወትኩም ብእምነት እናተመልአ ምስ ከደ ኣብ ህይወትኩም ፍርሒ ይሰዓር። እምነት ድማ ካብ ቃል እግዚኣብሄር እዩ ዝመፅእ። ብቐፃሊ ቃሉ ንህይወትና ክንምግቦ ዘለና እምነትና ህያው ምእንታን ክኸውን እምነት ካብ ምስማዕ ምስማዕ ድማ ብቃል እግዚኣብሄር እዩ። ወይ ብቃል ክርስቶስ እዩ ይብለና ሮሜ ዓስራይ ምዕራፍ ቁፅሪ ዓሰርተ ሸውዓተ እምነት ካብ እንታይ እያ ትመፅእ ካብ ምስማዕ ምስማዕ ከ ብቃል ክርስቶስ ስለዚ ህያው እምነት ክህልወኩም እንድሕር ትደልዩ ይኾኑ ብቐፃሊ ቃሉ ምንባብ ቃሉ ምስማዕ ቃሉ ምስልሳል ቃሉ ምምጋብ ኣገዳሲ እዩ ንምንታይ እምነትካ ብመጠን ዝመገብካዮ እዩ ህያው ዝኾኑ እንተዘይኮይኑ ብኣንፃሩ ፍርሒ እናወረሰና ይመፅእ ፍርሒ ንህይወትና ኮንትሮል እናገበሮ እናተቆፃፀሮ ይመፅእ ስለዚ ብፍርሒ ንኣቱ ብፍርሒ ንወፅእ ብፍርሒ ንበልዕ ብፍርሒ ንሰቲ ብፍርሒ ንመላለስ ህይወትና ፍርሒ ዝተቆፃፀሮ ይኸውን ፍርሒ ድማ እንታይ እዩ ዘምጽእ ተይልና ስቃይ እዩ ዘምጽእ ፍርሕስ ስቃይ ኣተምጽእ ይብል ናይ እግዚኣብሔር ቃል ናይ ፍርሒ ውጽኢት ስቃይ ዝፈርሕ ሰብ ኣብ ስቃይ እዩ ዝነብር ከምዚ ዶ ይኸውን ከምዚ ዶ ይረኽበኒ ጥዕናይ ከምዚ ዶ ይኸውን ናብራይ ከምዚ ዶ ይኸውን? ሓዳራይ ከምዚ ዶ ይኸውን? ደቀይ ከምዚ ዶ ይኾኑ? ስርሐይ ጽባሕ ንጎ ከምዚ ዶ ይኸውን? መጻዕየይ ከምዚ ዶ ይረኽበኒ ኸውን? ኢሉ ኔጋቲቭ ኔጋቲቭ ሕማቕ ሕማቕ ክሓስብ ኣብ ስቓዕ እዩ ዝነብር ናይ ፍርሒ ውፅኢት ስቓዕ እዩ ስለዚ ኣብ ስቓይ ከይነብር ተኮይና ንፍርሒ ክንስዕሮ ኣለና ንፍርሒ ትስዕረሉ መገዲ ድማ ብእምነት እዩ ናይ እምነት ምግብ ድማ ቃል እግዚኣብሔር ነዚ ናብ ቀጻሊ ንቃሉ ሸውሃት ክህልወና ዘሎ ንቃሉ ሸውሃት ክህልወና ዘሎ ዘይመገብካዮ ነገር ኣይዓብን ዘይመገብካዮ ነገር ሓይሊ ኣይረክብን ኣይበርትዕን ኣይደልን ስለዚ ድልዱል ዝኾነ ጥዑይ ዝኾነ ህያው ዝኾነ እምነት ክህልወና እሞ ብእኡ ድማ ንፍርሒ ክንስዕሮ እንድሕር ኮይንና እምነትና ክንምግቦ ይግባእ። ኣይትፍራሕ ኢልዎ። ዘፍርሖ ስለ ዝነበረ እዩ። ዋልታኻ ኣነ እየ ኢልዎ። ካብቲ ዘፍርሓካ ዝከላኸለልካ ዋልታ ንምክልኻል ኢኻ ትጥቀመሉ። ስለዚ ሓደ ናይ ዲያብሎስ ቀስቲ ፍርሒ ኢሎ ፍርሒ፣ ምጥርጣር፣ ዘይምእማን ናይ ዲያብሎስ ኣጽዋር ንህይወትና ክቆጻጸር ከዓ ይመጽእ። እግዚኣብሔር እንታይ ኢልዎ? ዋልታኻ ኣነ እየ ኣነ እየ ዝከላኸለልካ ኣብ ትሕቲ መጋብነተይ ኢኻ ዘለኻ ኣብ ትሕቲ ሓለዋ ኢኻ ዘለኻ ኣብ ትሕቲ ጉስነተይ ኢኻ ዘለኻ ኣይትፍራሕ ብእውነት ፍርሒ ማለት እኮ ብእግዚኣብሄር ሓለዋ ዘይምእማን ማለት እዩ። ብእግዚኣብሄር ሓለዋ ዝተኣማመነ ሰብ ኣይፈርሕን። ኣነ እየ ከቢበካ ዘለኹ ዘፍርሓካ የለን እዩ ዝብሎ ዘሎ ኣነ እየ ከቢበካ ዘለኹ ስለዚ ኣይትፍራሕ እብሎ ኣሎ ኣይትፍራሕ ስለዚ ፍርሒ ብናይ እግዚኣብሄር ሓለዋ ዘይምእማን ማለት ንዚኤ ልብና ብእምነት እናተመልአ ብቃሉ እናተመልአ ክኸይድ ከሎ ፍርሒ ብህይወትና እናተሰዓረ እዩ ዝኸይድ ዝበልኩ ዓስብኻ ኣዝዩ ብዙሕ ክኸውን እዩ እቲ ትፈርዖ ዘለካ ኣይኮነን ዝረኽበካ እቲ እግዚኣብሄር ዝመደበልካ እቲ እግዚኣብሄር ኣዳሊልካ ዘሎ ነገር እዩ ኣብ ሂወትካ ሓደ ብሓደ ክፍጸም እምበር እቲ ትፈርሖ ዘለካ ነገር ኣይከውንን እዩ ዓስብኻ ዋጋኻ ዶሞስካ ዓቢ ክኸውን እዩ እቲ ኣነ ዘዳለኹልካ ነገር እዩ ጽባሕ ኣብ ሂወትካ በብሓደ ዝፍጸም ስለዚ ተረጋጋእ ብሰላም ንበር እዩ ዝብሎ ዘሎ ክብረ ንእግዚኣብሄር ይኹን ንዓና እውን ከምኡ ይብለና ስለ ዘሎ ሎሚ ብቃሉ ንዓይ ኢልና ንውሰዶ እሞ ሂወትና ክልምልም ከሎ ክንርኢ ኢና ክብሪ ንእግዚኣብሄር ይኹን ክንጽሊ ኢና ሎሚ እግዚኣብሄር ቃሉ ናብ ሂወትና ልኢኹ ኣሎ ቴንክ ዩ ሎርድ ነመስግነካ ኣለና ሽምካ ብሩኽ ይኹን ቃልካ ሎሚ እውን ናባና ስለ ዝመፀ ስምካ ይባረኽ ቃል እግዚኣብሄር ከምዚ ኢሉ ናብ ኣብርሃም መፀ ተባሂሉ ከም ተፃሓፈ ሎሚ እውን ናብ ነፍሲ ወከፍና ቃልካ ስለ ዝለኣካዮ እመስግነካ ኣለኹ እዚ ቃል እዚ ኣብ ህይወቶም ይዕየ ኣብ ህይወቶም እግዚኣብሔር ተኣምራት ሒዙ ይምፃ ፍርሒ ዘበለ ጭንቀት ዘበለ ፀልማት ዘበለ ይቀንጠጥ ካብ ናይ ቃልካ ስልጣን ተላዕለ ኣብ ህይወቶም ሓርነት ክኸውን እፅልሉ ፈውሲ ንዘልዮም ፈውሲ ይኹነሉ ብሽም የሱስ ኩሉ ዘጨንቅ ዘበለ ናይ ጭንቀት ጉልበት ይሰበር ሕማም ዘበለ ስቃይ ዘበለ ኣጋንንታዊ ተጽዕኖ ዘበለ ይሰብረ ኣለኹ ብኢየሱስ ክርስቶስ ናዝራዊ ሽም ዝተሰብረ እዩ መለኮታዊ ፈውሲ ኣብ ህይወቶም ይኹን ኩሉ ጸልማት ይገፈፍ ሓይልኻ ይዳህስሶም መንፈስካ ከኣ ይብጽሓዮም ሂወቶም ናብርኦም ኩሉ ብሰላም ይመላእ ንዓኻ ብምፍላጥ ይበርትዑ ብመንፈስ እምነት ብመንፈስ ትብዓት ብመንፈስ ሓይሊ ክትመልኦም ይጽሊ ኣለኹ ብጎይታ ብኢየሱስ ክርስቶስ ሕያው ስም ኣሜን ኣሜን ኣሜን ክብሪ ንጎይታ ይኹን ናይ ሎም መልእኽትን ኣብዚ ወዲእና ኣለና ሓደ መተንባህታ ኣለኒ ከም ዝፍለጥ ኣብ ዝሓለፈ ሓሙሽተ ዓመታት ኣብ ኤልሻዳይ ባይብል ትሬን ሰንተር ናይ ሓደ ዓመት ናይ መፅሓፍ ቅዱስ ትምህርቲ እናምሃርና ኢና ስለዚ ብዙሓት ሰባት ኣብዚ ቤት ትምህርቲ ዝመፅኦም ስሩዕ ዝኾነ ንህይወቶም ዝልውጥ ንመንፈሶም ዘበርትዕ የእምሮኦም ዝሕድስ ትምህርትታት እናተኸታተሉ እዮም ኣብ ዝሓለፈ ሓሙሽተ ዓመት ልዕሊ ሽሕን ሰለስተ ሚእትን ሓምሳን ተምሃሮ መፅኦም ኣብዚ ቤት ትምህርቲ እዚ ተማሂሮም ኣለዉ ካብ ኣፍሪቃ ማእኸላይ ምብራቅ ካብ ኣውሮፓ ካብ ኣሜሪካ ካናዳ ኣውስትራልያ ካብ ኩሉ ክፍሊ ዓለም ስለዚ ሻድሻይ ዙርያ ምዝገባ ጀሚርና ኣለና ኣብ ዓመት ሓደ ግዜ ጥራይ ኢና ንምዝግብ ስለዚ ናይ ምዝገባ እዋን ስለ ዝተኸፍተ እየ ዝነግረኩም ዘለኹ። ኣብዚ ስሩዕ ዝኾነ ናይ መጽሓፍ ቅዱስ ትምህርቲ መጺኹም ክትመሃሩ ብጣዕሚ እየ ዘተባብዓኩም። ንምንታይሲ ኣብቲ ጽኑዕ ዝኾነ መሰረት ቃሉ ተሰሪትና እናሓየልና እናበርታዕና ክንከይድ ንዓና ኮይንና ንካልኦት ክንተርፍ እንድሕር ኮይና ናይ ቃሉ ብርሃን ኣብ ህይወትና ክበዝሕን ክዓብን ይግብኦ ጻድቅ ብፍልጠት እዩ ዝናገፍ እምበኣር ራዩ ኣብዚ ቤት ትምህርቲ እዚ መፂኹም ድሕር ተማሂርኩም ከም ዘይትጠዓሱ ይፈልጥ እዩ ብዙሓት ሰባት መፂኦም ህይወቶም ተለዊጡ ናይ ብዙሓት ኣሽሓት ሰባት ምስክርነት እናሰማዕና ኢና እምበኣር ኣብ ሰሙን ሓደ ግዜ እዩ ላይፍ ትምህርቲ እየ ዝምህር ብዙም እዩ ስለዚ ሙቹ እዩ ማለት እዩ ሰዓታት እውን ነቶም ኣብ ኣፍሪቃ ኣውሮፓ ማእከላይ ምብራቕ ዘለኹም ብናትኩም ታይም ዞን ኢና ንምህር ነቶም ኣብ ኣሜሪካን ካናዳን ኣውስትራልያን ዘለኹም ድማ ብናትኩም ታይም ዞን ኢና እንምህር ሰዚ ብዙሕ ምቹእ ዝኾነ ሰዓታት እውን ኣለዎ እዩ እቲ መመዝገቢ ሊንክ ኣብዚ ናይ ኮመንት ሴክሽን ክንገድፈልኩም ኢና ስለዚ ንዕኡ እንድሕር ጠዊኩሞ ናብ ዌብሳይትና ክወስደኩም እዩ ዌብሳይትና ምስ ወሰደኩም ኣብ ዌብሳይትና ከምዚ ዝበለ ፔጅ ክትረኽቡ ኢኹም ኣብ ዌብሳይትና ምስ ጠወኩማ እታ ሊንክ ዌብሳይትና ከም ዝበለ ሊንክ ክትረኽቡ ኢኹም ኣብቲ መወዳእታ ሳይን ኣፕ ናው ዝብል ኣሎ ነታ ሳይን ኣፕ ናው ትብል ዘላ ንዓ እንድሕር ጠዊኩማ እዚኣ ሳይን ኣፕ ናው ትብል እንድሕር ጠዊኩማ ንእሽተይ ፎርም ከተምፃልኩም እያ ኣብዚ ሽምኩምን ኢሜልኩምን ናይ ወሳፕ ተሌፎን ናምበርኩምን ጌርኩም ፓስዎርድ ናትኩም ጌርኩም ክረኤት ኣካውንት ዝብል ኣሎ ኣካውንቲ ክረኤት ትገብሩ ማለት እዩ በታ ፓስዎርድ ተመሊስኩም ምእንታን ክትኣትዉ ከምዚኣ ጌርኩም ብዝቐለለ መገዲ ረጅስተር ክትገብሩ ክትምዝገቡ ትኽእሉ ኢኹም ምስ ተመዝገብኩም ካብዚ ካብ ኣሜሪካ ዘሎ ኦፊስና በቲ ናትኩም ሓበሬታ

ኣብዚ ናይ ኣሜሪካ ኦፊስና ሓበሬታ ክትረኽቡ ትኽእሉ ኢኹም። ስለዚ ካብ ዘለኹሞ ዓዲ ናይ ኣሜሪካ መእተዊ ጌርኩም ኣብ ስሪ ዋን ዚሮ ኤይት ፎር ፎር ፎር ሰቨን ኤይት ዚሮ ደዊልኩም ብወሳፕ መልእኽቲ ክትገድፉ ትኽእሉ ኢኹም። ብኡ ደዊልኩም ድማ ምሉእ ሓበሬታ ክትረኽቡ ትኽእሉ ኢኹም። በሰሙናዊ መደብ እንድሕር ትባረሩ ኣለኹም ላይክ ግበሩ፣ እቲ ዩቱብ መመሊሱ ከርእዮ ሳብስክራይብ ዘይገበርና ሳብስክራይብ ንግበር። እዚ መልእኽቲ ናብ ኩሉ ክበጽሕ ድማ ሸር ንግበሮ ብሩኻት ኢኹም ተባረኹ።